ሰላም ሰላም ክቡራትን ክቡራን ተኸታተልቲ ናይዚ መደብ ከመይ ቀኒኹም? እንኳዕ ብሰላም ናብ ሃናፅ ሓሳብ ቲቪ ብሰላም መጻኹም። ሰላም ኣምላኽ ምስኹም ክኾን እናተመነኹ ናብ ናይ ሎሚ ትሕዝቶና ከብለኩም። ካብ ሃይማኖታዊ ስርዓታት ክሳብ መድሃኒት ንጥዕና እዮም ዝጥቀምሉ። ኣብ ናይ ሎሚ ቪድዮ ትሕዝቶና ብዛዕባ ከርበ ኩሉ ክንፈልጦ ዝግባኣና ክንደስስ ክንፍትን ኢና። ማለት ዘለዎ ትሕዝቶታትን ጥቕምታትን ንኣካላትና ዘለዎ ኣወንታውን ጎናውን ሳዕቤናት መን ክወስዶ ኣለዎ መን ከ ክጥንቀቐሉ ወይ ከዓ ከወግደ ኣለዎ ከምኡውን ውሑስ ኣጠቓቕማ ንኹሉ ዕድመ መዓስን ብኸመይን ስለምንታይን ዝብል ክንፍትሽ ኢና ሰናይ ምክትታል ከርበ እንታይ እዩ ብዝብል ሕቶ ንጀምር። ከርበ ኣብ ሰሜናዊ ምብራቕ ኣፍሪቃን ገለ ክፋል ማእከላይ ምብራቕን ኣዝዩ ልሙድ እዩ። ቀደም ንከርበ ከም ንጨና ዕጣን ባህላዊ ሕክምና ይጥቀሙሉ ነይሮም እዮም ከርበ ውዑይን ኣሮማ ዝኾነ ጨናን ዘለዎ ኮይኑ ካብ ነዊሕ እዋን ኣትሒዙ ምስ ናይ ፈውሲ ፅሬትን መንፈሳዊ ስርዓታትን ዝተኣሳሰረ እዩ ከርበ ኣብዚ ግዜ እዚ እውን ንኣካላትና ኣዝዩ ሰፊሕ ዝኾነ ጥቕምታት እዩ ዘለዎ እቶም ቀንዲ ቀንዲ ጥቕሚ ናይ ከርበ እንተዳሪና ቀዳማይ ቀዳማይ ደገፍ ንጥዕና ኣፍ ከርበ ንጥፋት ዝኾኑ ተርቤኖይድን ዩጆኔልን ኣለዎ እዚኦም ከዓ ንፀረ ባክተርያን ፀረ ነድሪ ባህርያትን ንቑስሊ ኣፍ ከምኡውን ንሕማቕ ጨና ኣብ ምፍዋስ ይሕግዙ ካልኣይ ምሕዋይ ቁስልን ክንክን ቆርበትን ኣብ ከርበ ዝርከቡ ሴስኪተርፐናን ረሲንን ኣሲዳት ንጽገና ትሽዩታት የደንፍዑ፣ ነድሪ ይንክዩ፣ ከምኡውን ኣብ ምቁራጽ ቃጸሎን ቁስሊ ባክተርያ ዕቤትን ይከላኸሉ። ሳልሳይ ጥቕሚ ናይ ከርበ ኣብ ጥዕና ምሕቃቕ መግቢ እዩ። ጉግል ስቴሮን ንምሕቃቕ መግቢ የነቓቕሕን ንምሕቓቕ መግቢ የቃልን ከምኡውን ኣብ ባህላዊ ሕክምና ንሕማም ከብዲ የዕልዎ እዮም። ራብዓይ ኣብ ረድኤት ስርዓተ ምስትንፋስ እዩ። እቶም ቮላታይል ቅብኣታትን ከምኡውን ተርፒንን ከም መውፅኢ ረሳሕ ፈሳሲ ኮይኖም ንምፅራይ ይጠቕሙናን ምልክታት ኣዝማ ሰዓልን ንምቅላል እውን ይሰርሕ። ሓምሻይ ኣብ ፀረ ነድርን ቃንዛ ምፍዋስን እዩ። ውህደታት ማይሮኖል ኤንን ከምኡውን ፍሮኖሶስኪቶርፒንን ኣብ መላኩቦታትን ጭዋዳታትን መጉዳእቲ ንዝፈጥር ሕበጥን ቃንዛን ምጉዳል ዓቢ ተራ ኣለዎ። ሻድሻይ ጥቕሚ ንምክልኻል ጸረ ኦክስጅን እዩ። ፖሊፊኖይልን ተርፔኖይድን ንጸቕጢ ኦክሲዳቲቭ ይቃለስን ካብ ባእጉ እርጋንን ሕዱር ሕማማትን ከዓ ይከላኸለልና። ሻውዓይ ስርዓተ ምክልኻል ሕማም የደንፍዕ። ስዊስኪ ተርበን ዝተባህለ ባእታ ንንጥፈታት ጻዕድዋያታት ደም የዕብዮን ንረኽስታት ተጻዋርነት ንክውስኽ ይገብሮን። ሻምናይ ዑደት ወርሃዊ ጽግያት ደቂ ኣንስትዮ የስተኻኽል። ረዚን ኣሲድን ከምኡውን ተፈጥራዊ ፋይቶ ኢስትሮጅንን ንዋሕዚ ደም የደንፍዕን ከምኡውን ንሚዛን ሃርሞናት ይድግፍን እዩ። እታ ሸዓይ ንጥዕና ጸላን ከብዲ ክድግፍ ይኽእል እዩ። ጉግል ስትሮንን ተርፒንን ንጸላን ከብዲ መርዛም ነገራት ንምውጻእን ካብ ጉድኣት ንምክልኻልን ይሕግዝ። ዓስራይ ኣብ መንፈሳዊ ስርዓታት ይጠቅም። ኣብ ከርበ ዝርከቡ ቫይታሚናትን ማዕድናትን እንታይ እዮም? ከርበ ብባህላዊ ቫይታሚናት ከም ፍሩታታትን ዝተፈላለዩ ዘርእታትን ዝሃብተመ እኳ እንተዘይኮነ ኣብ ኣካላትና ከም መድሃኒት ዝሰርሑ ሓያላት ባዮ ኣክቲቫት ውህደታት ግን ዝሓዘ እዩ። ገለ ካብኦም እዞም ዝስዕቡ እዮም። ተርፐኖይድስ ጸረ ነድሪ ናይ ምክልኻል ዓቕሚ ዘዕብን እዩ። ጉግልስትሮን ንመታቦሊዝምን ሚዛን ሃርሞናትን ይድግፉ። ሰስኪ ተርፐን ንምቁጽጻር ስምዒትን ንምክልኻል ጸላን ከብድን ይጠቅም። ፖሊፊኖል እውን ሓያላት ጸረ ኦክስጅን እዮም። ከምኡውን ብተወሳኺ ከም ካልሲዩም፣ ማግኔዚዩም፣ ሲንጎን ዝኣመሰሉ ማዕድናት እውን ክሕዝ ይኽእል እዩ። እዚኦም ድማ ንሕውየት ቁስልን ንምክልኻል ሕማምን ኣዝዮም ኣገደስቲ እዮም። መርበብ ብዝሕ ድበለ ጥቕሚ ካብ ሃለወሲ ብብዝሒ እንተወሰድናዮስ ጎናዊ ሳዕቤን ህልዎ ዶ ከርበ ከም ኩሎም ተፈጥሯዊ መድሃኒታት ካብ መጠን ንላዕሊ እንተዳ ተጠቒምናሉ ጉድኣት ክስዕበልና ይኽእል እዩ ገለ ካብቲ ጎናዊ ሳዕቤናት ከምጻልና ዝኽእልን ስለምንታይ ከ ኣጋጢሙን ንዝብል እዞም ዝስዕቡ እዮም ቀዳማይ ዘይምቹነት ከብዲ ካብ መጠን ንላዕሊ ከርበ ምጥቃም ንመዓናጡ ይጎድኦን ከምኡውን ተምላስ ወይ ከዓ ንውፅኣት ከስዕበልና ይኽእል እዩ። ካልኣይ ዘምፅኦ ሳዕቤን ምጭብባጥ ማህፀን እዩ። ከርበ ንዋሕዚ ደም የነቃቕሕን ከምኡ ንጭባጥ ከበግስ ይኽእል እዩ። ስለዚ ድማ ነፍሰ ጡራት ሓደገኛ ይገብሮ። ሳልሳይ ኣለርጂ ከስዕበልና ይኽእል እዩ። እዚ ድማ ኣብ ተነቀፍቲ ሰባት ከም ሕኸኽ፣ ሰሓ ወይ ከዓ ሕፅረት ትንፋስ ከስዕብ ይኽእል። ራብዓይ መጠን ትሑት ፀቕጢ ደም ብዝሒ መጠን ከርበ ንሰራሩ ደም ኣዝዩ ክሰፍሕ የኽእልን ከምኡ ፀቕጢ ደምና ኣዝዩ ክጎድል ክገብሮ ይኽእል እዩ። ሓምሻይ ምስ መድሃኒታት ዘለዎ ምትእሳር እዩ። ንሽኮር ደም፣ ፀቕጢ ደምን ከምኡውን መድሃኒታት ናይ ታይሮይድ ክዕንቅፍ ይኽእል እዩ ወይ ከዓ ክፀሉ ይኽእል እዩ። ነዞም ኣብ ላዕሊ ክንጠቕሶም ዝፀናሕና ሳዕቤናት ንምውጋድ መን ክወስዶ ዘለዎን መን ክወስዶ ዘይብሉን ምፍላጥ ኣዝዩ ኣገዳሲ እዩ። እቶም ክወስድዎ ዝኽእሉ ሰባት እዚኦም እዮም። ናይ ኣፍ ወይ ናይ ቆርበት ጉዳይ ዘለዎም ዓበይቲ፣ ምክንያቱ ከርበ ንሕውየት የደንፍዕን ንረኽሲ ድማ ይቃለስን ስለ ዝኾነ። ቃንዛ መላግቦ ወይ ከዓ ነድሪ ዘለዎም ሰባት፣ ከርበ ነዚ ዓይነት ፀገም ዘለዎም ሰባት ከም ተፈጥሯዊ ፀረ ነድሪ ኮይኑ ሓይሉኻ ዕረፍቲ ዝህብ እዩ። ከምኡውን እቶም ትሑት ናይ ምክልኻል ዓቕሚ ዘለዎም ምኽንያቱ ኣንጻር ባክተርያን ቫይረስን ምክልኻል ዘደንፍዕ ስለ ዝኾነ ብተወሳኺ ዘይስሩዕ ወርሓዊ ጽድያት ዘለወን ደቂ ኣንስትዮ ምክንያቱ ዋሕዚ ደምን ሚዛን ሃርሞናትን ስለ ዘመሓይሽ መን እዩ ካብ ከርበት ክቑጠብ ወይ ከዓ ብጥንቃቐ ክወስዶ ዘለዎ ቀዳማይ ነብሰ ጾራት እዚ ከዓ ብሰንኪ ከርበ ንማህፀን ስለ ዘነቃቕሕ ከም ውጽኢቱ ድማ ምውራድ ጥንሲ ከስዕብ ስለ ዝኽእል። ካልኣይ ጡብ ዘጥብዋ ኣዴታት፣ ምኽንያቱ እኹል ናይ ድሕነት መረዳእታታት ስለ ዘየለ፣ ከምኡ ናይ ሽኮር ደም ወይ ከዓ ናይ ጸቕጢ መድሃኒታት ዝወስዱ ሰባት፣ ምኽንያቱ ንውጽኢታውነት መድሃኒት ዕንቅፋት ክኸውን ስለ ዝኽእል። ትሕቲ 12 ዓመት ህፃናት እዚኦም ከዓ ንሓያል ሳዕቤናቱ ተነቀፍቲ ስለ ዝኾኑ፣ ብተወሳኺ ኣለርጂ ዘለዎም ሰባት ብፍላይ ድማ ናይ ቆርበትን ናይ ስርዓተ ምስትንፋስን ኣለርጂ ዘለዎም ዓቐን ኣወሳስዳ ከርበ ብመጠን ዕድመ ይፈላለ ዶ? እወ ይፈላለ እዩ። ዓበይቲ ማለት ካብ 18 ክሳብ 60 ዝዕድሚኦም ካብ 250 ሚሊግራም ክሳብ 500 ሚሊግራም ኣብ መዓልቲ ሓደ ግዜ ወይ ክልተ ግዜ ከም መመላእታ ክወስድዎ ይኽእሉ እዮም። ከምኡውን ኣረጋውያን ማለት ልዕሊ 60 ዝዕድሚኦም ኣብ መዓልቲ ብ250 ሚሊግራም ጀሚሮም ክወስዱ ይኽእሉ እዮም። ህፃናት ማለት ትሕቲ 12 ዓመት ግን ብዘይ ሕክምናዊ ክትትል ኣይምከርን እዩ። ከርበ ከመይ ጌርና ንውሰድ? ከም ፓውደር ወይ ከዓ ካፕሱል። እዚ ንውሽጣዊ ኣጠቓቕማ እቲ ዝቐለለ መልክዕ እዩ። ንጉዳያት ኣፍ ወይ ከዓ ምሕቃቕ ምግብኻ ምስ ማይ ሓዊስና ክንወስዶ ንኽእል ኢና። ብዘይቲ ምልክዕ ንኣብ ቁስሊ መለክቦ ወይ ከዓ ቆርበት ንምልካይ ንኸጥዕመና ከምኡ እውን ዕጣን ኣብ መንፈሳዊ ስርዓታት ማለት እዩ። ስለምንታይ በዞም ዝተፈላለዩ መንገድታት ክውሰድ ተመሪጹ? ምክንያቱ ፓውደር ወይ ካፕሱል ንውሽጣዊ ፈውሲ ዝዓለመ እዩ። ዘይቲ ንቃንዛን ምቁራጽ ዝኸውን እዋናዊ ፈውሲ እዩ። ከምኡ ውን ኣብ ማይ ሓዊስና ክንወስዶ ከለና ከዓኒ ኣብ ደም ብቕልጡፍ ምእንቲ ክምፀየልና ወይ ከዓ ክምጠጠልና እዩ። ከርበ ንምውሳድ ዝበለፀ ግዜ ወይ ከዓ ክፍለ ግዜ ኣለዎ ድዩ? ከርበ ኣብ ዝኾነ ግዜ እኳ ዝውሰድ እንተኾነ ንፍሉይ ረብሓታት ግን ማለት ንኮን ናይ ምክልኻል ዓቕሚ ምዕባይን ንፁርነትን ድሕሪ ምግቢ ንምሕቃቕ ምግቢ ይድግፍ፣ ከምኡውን ቅድሚ ድቃስ ነርቭታት የዛንዮምን ድቃስ የቃልልን። ክንዝንግዖ ዘይብልና ንውሽጣዊ ቁጥዐ ንምክልኻል ኩሉ ግዜ መጀመርታና እንተ ኮይኑ ብንእሽተይ መጠንና ምስ መግቢ ክንወስዶ ዘለና ብሓፈሻ ከርበ ብተፈላጥነቱ ዘለዎ ኮይኑ ጥቕሙ ግን ግዜ ደይስዕሮ እዩ ማለት ንዝሓሸ ቆርበት ንዝሓሸ ሕማም ምክልኻል ከምኡውን ሰላማዊ ድቃስ ንክንረክብ ከርበ ተፈጥራዊ ፍታሕ እዩ። እንዝንጎ ዘይብልና ግን ዓቕን ኣዋሳስዳን መዓስን ስለምንታይ ንወስዶ ኣለና ፈሊጥና ተጠቀምቲ ረብሓ ናይ ዝዓብ ጸጋ ክንከውን ኣለና። ናይ ሎሚ ቪድዮ ትሕዝተና ነዚ ይመስል ነይሩ። ኣብ ሃናፂ ሓሳብ ቲቪ መፂኹም ስለ ዝተኸታተልኩም እናመስገና እዛ ቪድዮ ጠቓሚት ኮይና እንተረኺብኩማ ላይክ ሃብዋ። ንፈተውትኹምን ቤተሰብኩምን ንክበፅሖም ሼር ብምግባር ንዝያዳ ትሕዝቶ ሳብስክራይብ ኣይትረሱ ኢኹም ኣብ ቀፃሊ ቪድዮ ክሳብ ንራኸብ ከዓ ሰሰናይ ንዓኹም